ለሓደ መላጥ ወዲ ልክትላጽዮ ሰላሳ ደቂቃ እንድሕር ወሲድልካ ንሰለስተ መላጣት ልክትላጽዮም ህንደይ ደቂቃ ይወስድልካ
ሱሳ ሱሳ ሰዋስነ ተስዓ ተስዓ ደቂቃ
ሸዊት ሓፍትና ነገር ነብሰጾር ጌራቶ ቁሩብ ትር ትር ዝበለ ትእዛዝ ኣዚዛ ብዙሓት ከኣ ኣሰኪፍኩማ እንታይ ኢኹም ተሰክፍዋ እ? እዚ ቆልዓ ናይ ህዝቢ ድዩ እዚኣ ደኣ ኣግዳ ኣቢልካ ልማኖ እንድያ ትብልዋሲ ከምኡ ይኮነን ክብራት ተዓዘብቲ ከኣ ንሰብ ጀርመን እያ ትብል ዘላ ሰብ ጀርመን ትኽፍኣና እህ፣ ነብሰጾር እያ ከኣ ነብሰጾር ከኣ ዝኣዘዘት ክንሰምዓ ክንክእል ኣለና እምበር ሓበሻ ክሳብ ሎሚ ባነናን ኣራንሽን ሒዝኩም ናብ ዝሓረሰት እናበጻሕኹም እ? ኣረቂ ሒዝኩም ናብ እንዳ ጥምቀት እንተ ከድኩም ደኣ እሞ እዋ ግድን እምበር ለውጢ ከምዝታት የድልየና እዩ ብዝኮነ እቶም ዘይሰማዕኩም ስምዕዋ እዞም ኣሕዋተይ ብዙሓት ሰባት ክንዲ ተዛረቢ ዝደፍር እያ ትብሉኒ ኢኹም ንዓይ ኖርማል ክሳብ ዝኾነ ንኻልእ ሰብ ድፍረት እንተኾይኑ ጉዳይ ኣይኮነን ንሱ ጽቡቅ ከኣ ማይ ቤቢ ዊሽ ሊስት እዩ ቅድሚ ምሕራሰይ ኮነ ድሕሪ ምሕራሰይ ካብ ኣሕዋተይ ጀሚሩ መሓዙተይ ፈተውተይ ቀረብተይ ክሪኡኒ ወይ ከኣ ክበጽሑኒ ክመጽኡ ከለዉ ክማልኡለይ ወይ ከኣ ብጊፍት መልክዕ ክህቡኒ ዝደልዮም ነገራት ቀዳማይ ከምዚ ዓይነት ፕረስት ፓም እንተተኻኢሉ ከምዚ ናይ ፊሊፕስ እንተዘይኮይኑ ግን ካልእ ሕስር ዝበለ እውን ኣብ ካልእ ቦታ ኦንላይን ዋላ ኦርደር ክትገብሮ ትኽእል ኢኻ። ካልኣይ ከምዚ ዓይነት ናይ ቤቢ ፎን ውላድ ካብ ክላሱ እንተደቂሱ ድዩ ገለ ብቲ ሞባይል ጌርካ ትከታተሎ እንታይ ኮይኑ ኣሎ ከይዕፈን ከይብል ብጣዕሚ ጠቓሚት። ሳልሳይ ናይ ፊሊፕ ኮይኑ ግላስ ጡጦ ምክንያቱም ኣነ ናይ ግላስ እየ ክጥቀም ዝደሊ ንጥዕና ውላደ ይኹን ንፅሬት እንተተኻኢሉ ካብዚ ናይ ፊሊፕስ ማርኪ ዝበለፀ ስለዝኾነ ዋግኡ እውን ሕሱር እዩ ረብዓይ ከምዚ ዓይነት ስተርሊዘ የድልየኒ ናይ ጡጦታት ሓጺባ ኣድሪቃ ኩሉ ነገር ድራይ ጌራ ትቀርበልካ ማሽን ትከውንላ ማለት እዩ ድሕሪ ሕርሲ ስራሒት ተቃልለለ እያ ብጣዕሚ ጽብቅትን ጠቃሚት እያ ሓምሸይቲ ምስ ተጸነሐት ስተርሊዘር ተመሳሳሊት እያ እዚኣ ቁሩብ ኣርባዕተ ሓሙሽተ ዓይነት ካልእ ፎንክሲን ስለ ዘለዋ እምበር ንኣብነት እታ ሓንቲ ጡጦ ሓጺባ ተድርቅ ጥራሕ እያ ትክእል እዚኣ ከኣ ኣርባዕተ ዓይነት ስራሕ ክትሰርሐለይ ትክእል እያ ጡጦ ሓጺባ ኣድሪቃ ባዕላ ኣውቶማትሽ ክትጠፍእ ትክእል እያ ምግቢ ተሙቀለይ ሓደ ሓደ ናይ ቆልዑ ዝኮኑ ምግብታት ከኣ ተብስለለይ ትክእል እያ ማለት እዩ ስለዚ ብጣዕሚ ጠቃሚ ሻድሻይ ከምዚ ዓይነት ቆልዓ ኮፍ ኢሉ ክጻወተሉ ዝኽእል ኮዚ ማለት እዩ ዝተፈላለዩ ዓይነት ማርክታት እዩ ዘሎ ሻውዓይ ከምዚ ዓይነት ናይ ቆልዓ መሕቆፊት ትራክት ታሸ ትኸውን ኣላ ኦፍ ኮርስ ሕስርት ኣይኮነትን ግን ንክልተ መሓዝ ሰለስተ መሓዝ ኮይን ሓሓምሳ እየን ተዋጽየን ሶ ኢትስ ኦኬ ኖርማል እዩ ንዓይ ከኣ ብጣዕሚ እያ ትጠቕመኒ ሻምነይቲ ናይ ቆልዓ መሕጸቢት ከምዚ ተደጋፊ ዘለዋ ጠጠው ኢለ ክሓጽብ ምእንቲ ከይህሰ ሶ ጠቓሚት እያ ካብ ሕዋተይ ዝጽበዮ ከኣ ከምዚ ናይ ቆልዓ መደቀሲ ኪንደር ቫገን ሓፈሻዊ ወጺኡ ዘይገዝእ ሰብ ከኣ ብገንዘብ መልክዕ ብካርድ ጊፍት ክህበኒ ይኽእል እዩ

ናተይ ሊስት ካብ ሓደ እስካብ ዓሰርተ ክልተ ከምዚኣ ገረ ኣቅሚጠየን ኣለኩ ንስክን ከ ከምዚ ዓይነት ናይ ዊሽ ሊስት ንፋሚሊኩን ምሓዝኩን ኣውጺክን ትፈልጣ ዶ ወይ ከኣ ናይ ምውጻእ ፕላን ኣለክን ዶ እዚ ናተይ ከ እንታይ ይመስለክን ነውሪ ጌረን ዘቅምጠኦ ብዙሕ ሓሳባት ስለ ዘለዉ ነውሪ ድዩ ኣይኮነን ኣብ ኮመንት ጸሓፋለይ ኣብ ጥንሲ እዋን ክትጠቀመኦም ዝግበኣክን ዘይትታት ኩሉ ኣብ ዩቱብ ጌረልክን ኣብ ምንታይ እያ ውሽይ ናተይ ግሪዱ ዋይ ግብረ ዋይ ራያ ዲኻ ወዲ ራያ ዲኻ በጃኻ በጃኹም ብዙሕ ኣይተዛረብናስ ከምቲ ንመዓኮር ክስታይ ትብልዎ ነዛ ደርፊ ከዓ ክገብራየ ክስዕማየ ይድኾን ሉ ብናትኩም ቋንቋ ብናትኩም ቋንቋ ሲ ከምኡ ደቂ ወዲ ራያ ዲ ወዲ ራያ ዲኹም ክስዕማየ ማለት ካሊኣ እንታይ ማለት እዩ ክገብራየ ዩ ትግርና ከም ናትና ናትኩም ትግርና ሓደ ዓይነት ትግርና ማለት ሲ ከምኡ ድኹም ትዕና ንፈልጦ ንገብርያስ ከምኡ ማለት ድዩ ዋላስ ካልእ ኣርእስቲ ኣለዎ ሕማቕን ፅቡቕ ገይ ተዛረብና ትርጉሙ ንገርና ንሱ ተኮይኑ ፈሊኻ ውቃዕ ከለ ፈሊኻ ውቃዕ ኣምላኸይ ኣነ ኣለኹላ ፈሊኻ ውቃዕ

ኣብ ምሕደራ ሕጂ ኣብዚ ኤሮፓታት ቀዳመይቲ ጓል ኣንስተይቲ እያ ትስራዕ ሽዑ ከልቢ ገለ ወዲ ራብዓይ ወዲ እወ፣ ኣብ ሕጂ ኤርትራ ከ ከመይ ኢኻ ክትገብሮ ብዛዕባ እዚኣ ናትና እንታይ ሕጂ መርመራ እ፣ ኣለካ ተምሃሮ ኣኽላባት ውሒዶምና እዮም ዘለዉ ኣኽላባት ቀዳማት ኣኽላባት ክንምህር ኢና ኣኽላባት ምምሃር እዩ ቀዳማይ ኣኽላባት ኣበይ ክንምህር ኢና ኣበይ ኣኽላባት ኣብ ኤርትራ እወ ክላባት ክንምህር ኢና እወ ትምህርቲ ዘለዎ መክላባት ኮም ዕምሎትካ እዮም ዘለዎ ብዛዕለም ተርካን ከልቢ እኮ ቤት ዓርክኻ ኣብ እንስሳታት ፍሉይ ክብሪ ኣሎ ማለት ህዝቢ ኤርትራ ህዝቢ ኤርትራ ትምህርቲ ዘይረኸበስ ንከልቢ ክትምህር
ያ ተመክላባት ካ ግድን ብዘይ ከልቢ ኣይንበርኒ ህጂ ንዓይ ኣነ ከልቢ ጥራሕ እዩ ዘይክዛወር ተዳል ሰብ ኣይትኣምኑን ኢኻ ኣብዚ ሕጂ ግዜ ጠቅላል ህዝቢ ህዝቢ ኤርትራ ከዓ ትምህርቲ ይመሃር ትምህርቲ ትምህርቲ ደሓን ክንገድፎ እኳ እዚ ትምህርቲ ቀዳማይ ገለገለ እዚ እዚ ስኢልካ ወላ ሓንቲ ዘረብሕ የብልን ተረዳ ተቀዳዲንካ እንታይ ምውፃእ እዚ ናይ ሓኪም መፅሓፍ ምሸለካ ናይ ሕክምና ሙሉእ መፅሓፍ ዝፀሓፎ ሕጂ ሜዲሲን ገለመለ ዘሎ ካብ ንእሽቶም ዶክተር ዝደሊ ዶክተር ይኸውን ተረዳን

ሽዱሸተ ጣል ነይረን
ካብኡ ላብ መንገዲ ናኸዳስ ብዚ ምሕላፍ ኣይከኣሊ ልብል ታፔላ ነይሩ ፅሑፍ ካብ ብዚ ፅሑፍ ናሃለየስ ኸይደንስ ላውዚ ገደል ፀዲፈን ዝሓንቲ ከይዳ ብርእሳ ትኽል ዝሓንቲ ከይዳ ብርእሳ ተኸታቲለን ተኸታቲለን ሽዱሽተ እየን ብርእሰን ተተኺለን እንታይ ኮይነን ብርእሰን ተተኺለን ሸላ ተኮይነን
ዳሊሉ ላ ኔኹም ዶ ጋይስ
መታዓቢቲ እያ ማ ያ መታዓቢቲ ክሓተኩም ሃሜድ መሲልካ ሽዱሽተ ጣል ነይረን ሽዑ ይኸዳ ይኸዳ እሞ ሩዋ ይርኣ ተረዲኻኒ። ሽዑ ኣብቲ ሩዋ ከባቢ በዚ ምሕላፍ ኣይከኣልን ኣይፍቀድን ድብል ፅሑፍ ነይርዎ። ካብኡ እታ ሓንቲ ወጠጦ ማለት እዩ። እታ ሓንቲ ዘሊላ ኣትያ ቴን ከዓ ተኸቲለና ቡምለን ኣቴን ኩላተን ሕጂ ንምንታይ እየን ኣቴን
ናብ ማይ
ኩለን እኮ ሞይተን ኣብኡ ግን ብዓብዩ ፅሑፍ ነይሩ ተረዲኻ ኣለካ ፅሑፍ ነይሩ በዚ ምሕላፍ ኣይፍቀድን እዩ ድብል ኣይትፈልጣን ኢኻ
ያ ታፔላ ስለዘሎ ርእሲ ስለዘይብልን
ኤርትራ ኣብፅቡቃላ

ብሕጊ ናይ ምንግስቲ ክኸውን ክኽእል ኣለዎ። ምንግስቲ ክሳዕ ደይገበሮ ተረዲእኻኒ? ምንግስቲ ደይፈረመሉ፣ ምንግስቲ ክሳዕ ደይገበረሉ ዝኾነ ነገር ኣይከውን እዩ። ትፈልጥ እንዲኻ ከተማ ትማል ትማል ኣቲኻ ጽቡቕ ነይራ እዚኣ ሃገር እንዳበልካ ክዛረብ ቀኒኻስ ንምንታይ ከተማ ምን ይሕሪቕካ ንገረኒ እስከ ምን ሕሪቕካ ምን ሕሪቕካ እዚኦም ከዳዓት እዚኦም ከዳዓት እሞ እዚኦም ከዳዓት እዚኦም ከዳዓት እምንን ገለን ዝድርብዩ ብርጌድ ንኸብዶም ሲ ንዚኦም ንዚኦም ንዚኦም እንዳሪእኻዮም
መፍቶም ኴንካ መፍቶም ኴንካ ከተማ ሓወይ ወላ ጽልኣኒ ወላ ጽልኣኒ መፍቶም ኴንካ እዚ ግን ዝገበርካዮ ጌጋ እዩ ጌጋ ኢኻ ጌርካ ቀስ ኢልካ ኣሕዋትካ እቲኻ ክትዝቲ ነይርካ እምበረይ ርኢና ኢና እዞም ኩሎም ታብታብ ግበሩ ታብታብ ግበሩ ክብሉ ኩሎም ብርጌድ ንሓመዱ ዝትሕቲኻ እንታይ እንታይ ክገብሩ እንታይ ኢሎም ቪድዮ ክመልኡ ከም ዝጸንሑ ኩሎም ርኢናዮም ኢና ክትዝቲ ድሕር ኮይንካ ብዛዕባ ዓድኻ የሕዋትካ እቲኻ ዘቲ ንሕና ከ ኣለና ብጎንኻ ጠጠው ኢልና

ባይዘወይ እዚኣ ትፅውራ ንጓል ዘለቀሽ ካብ ሰነዳት ካብቲ ናትኪ ሰነድ ማለት እዩ ኣብ 222 ኣብ 222 ንዱባይ ከይትኪ ነርኪ ንክርድኣኪ ስለዝበዝሓኪ ካብትን ካብትን ምቅብባል ስለ ዝበዝሓኪ ክዘክረኪ እየ ኣወል ስዒድ ኣብ ሸወደን መጽዩ ኔሩ ኣብ ክልተ ሽሕን ዕስራን ክልተን ወይዘሮ ጓል ዘለቀሽ ረሳሕ መንነታ ንዱባይ ኬድኪ ኔርኪ ምስ መን ገንዘብ ተቀባቢልኪ ምስ መን ተራኺብኪ እዚኣ መልስ እያ ቀልጢፍኪ እዚኣ ምሽ ከምዚ ናትኪ ገሽለ ዓላዕ ወንድሞች ኢትዮጵያዊ ነሽ ኦ ወንድሞች እንዴት ናችሁ ኦ ትብልዮ ነገር እዚ ዕባራ ሽጣራኺ ግደፍዮ ካልእ ጉድ ካይመፅ ከሎ ካልእ ጉድ ካይመፅ ከሎ መልስዮ ትናሓተኪ ሕቶታት ብሙሉ መልስዮ ኣብ ዱባይ ኬድኪ ምስ መን ገንዘብ ተቐባቢልኪ ውዲት ተዋሂብኪ
ዝሓሰርክን እግሪ ግመል እግሪ ግመል መዓረይ ኩሉ ይፅናሕ ኣብዚኣ መፂኺ እሂም ምሂም በሊ ጓል ሳሕል እያ ትደልየክላ ኣነ ከም ዓቃብ ሰላም መንጎኛ ኮይነ ኣብዚ ግዜ እዚ መንጎን ኣቴ እቲ ቆሲሉ ዘሎ ክሕዊ እቲ መህረምቲ በሰላ ከጥፍእ ድልው እየ ናይ ቀደም ይመስለክን እሞ ውሕጅ ይወስደክን ሕጂ ወይ ከዓ ኪዲ በታ ዘለኽያ ኣነ ካብኡ ከዓ ተመሊሰ ኣለኹ ፃዕነተይ ሒዘ ናብ ኣሕዋተይ መፅኦ ኣለኹ ኣነ ድሕር ሕጂ ውስኺ ብታ ዝነበርኩዋ የላ ሃየ ኪዲ ውፂ እንተዘይኮነ ሓንኳል እግሪ ግመል ጸጊባ እዚኣ ኣቕሽሽቲ ትብል ሃይማኖት ኣይትብል ብሄር ኣይትብል ዓሌት ኣይትብል ኣውራጃ ኣይት ንመን ዘይተኸበት እዛ መድረኽ በይና ክትነብራ ኣንቲ ዳሕራይ ራእይዋ ርግምቲ ምዃና ንኻልእ ወዲ ብሄር ትድግፎ ነቲ ሓዋ ከዓ ትፀቕጦ ንሓደ ሆምለስ ከዓ እዚ በዓል መን እዩ ሽሙ እዚ ጎጆ ተምፃልካ ተባብዕዎ ትብለካ ክትር ክፍእቲ ምዃና ዳን ሓሳድን ይረዳድኡ እዮም ኪነርእየኪ ኢና ላቅላቂት ጓልታ ላቅላቂት ኣዶ ኣብሪኒ ኣዶ ኣብሪኒ
እወ ጽቡቕ እንዲኻ ተዛሪብካ ቃል ህይወት የስምዓልና እዛ ረሳሕ እዚኣ ዘይሰበረቶ ልቢ የለን ንዓይ ካብቶም ልቦም ዝሰበረቶም ሓንቲ እየ እንዳህላክ መኻን ትብላ ሰብ ባዕሉ ይኮነ መኻን

ኣነ ኣደይ ኣይቀተልኩን ኣቦይን ኣደይን ኣብ ኤርትራ ኣለዉ ብሂወት ኣለዉ እዚኣ ሂማኒቲ የብላን እ ንዛሕላ ጉርንጉሪት መኻን ባይ በቕሊ ጉርንጉሪት ዝብላ እያ። እንታይ ጌራታ እንታይ